ሰላም ሰላም ክቡራትን ክቡራንን ተኸታተልቲ ናይዚ መደብ ከመይ ቀኒኹም? እንኳን ዓመታዊ ክብረ በዓል ልደታ ለማርያም ማርያም ጉንበት ጽባሕ ብሰላም ኣብጽሐኩም ኣብጽሐና። ከም ዝፍለጥ ትማሊ እዩ ሓሊፉ ማለት እዩ። ከመይ ሓሊፍኩም ብወገንኩም? ብወገነይ ክብሪ መድህን ዓለም ይኹን ብጣዕሚ ደስ ብዝብል መልክዑ ሓሊፉ። እግዚኣብሔር ኣምላክ ናይ ዓመት ሰባት ይበለና። ስለዚ ናፍቲ ናይ ሎማዓንቲ ከብለኩም ኩራት ቤተሰበይ ኣብ ዝሓለፈ ሸውዓተ ሕቶታት ተሓታቲትና ነርና ሎም ድማ ሸውዓተ ሕቶታት ሒዘልኩም መፅ ኣለኹ ሓዚ እውን ካብ ኣቦና ቅዱስ ኣብርሃም ኣይ ወፃናይ ዘለና ማለት እዩ ኣብ ዙርያ ኢና ዘለና ስለዚ ቅድሚ ናብቶም ናይ ልማዓንቲ ሸውዓተ ሕቶታት ምባልና ናይ ዝሓለፈ ሸውዓተ ሕቶታት መልሲ ክነቐምጠሎም ኢና ማለት እዩ። ንስኻትኩም ድማ ምሳይ ኾንኩም ክንደይ ረኺብኩም ዳተኸታተልኩም ክንደይ ምርኩም ክንደይ ከም ዝረኸብኩም ኣብ ኮሜንት ጸሓፍለይ ክብራት ቤተሰበይ ሃናጽ ርእይቶኹም ኣይፈለየኒ። ብትውኒ ሞራላዊ ሓገዝ ካብ ልብየ ዘመስግን ቤተሰበይ። እሺ ናፍቲ ናይ ዝሓለፈ መልሲ ከብለኩም ቀዳማይ ሕቶ ይስሃቅ ክውለድ ከሎ ኣብርሃም ወዲ ክንደይ ዓመት ነይሩ? ሀ ሚእቲ

ሀ ሚእቲ ኢልኩም ዝመለስኩም ምሉእ መልሲ ማለት እዩ ኩራት ቤተሰበይ ቁፅሪ ክልተ ኣምላክ ከየጥፍኣ ኣብርሃም ዝለመነላ ከተማ መን ትበሃል? ሀ ነነዌ ለኢያሪኮ ሐሰዶም ኣምላክ ከየጥፍኣ ኣብርሃም ዝለመነላ ከተማ መን ትበሃል? ሀ ነነዌ ለ ኢያሪኮ ሐ ሰዶም ሕሰዶም ኢልኩም ዝመለስኩም ሙሉእ መልሲ ኣብ ዘፍጥረት ምዕራፍ ዓሰርተ ሸሞንተ ክስካብ ሰላሳን ክልተን ፍቕዲ ሰላሳን ሰለስተን ኣለኩም ማለት እዩ ክብራት ቤተሰበይ ኣብ ዘፍጥረት ምዕራፍ ዓሰርተ ሸሞንተ ፍቕዲ ሰላሳን ክልተን ክስካብ ሰላሳን ሰለስተን ሳልሳይ በጺሕላ ኣለና። ንይስሃቅ ሰበይቱ ዘምጸእሉ ኣገልጋሊ ኣብርሃም መን ይበሃል? ሀ ህልቃና ለ ኢሊ ሐ ኣላዛር ንይስሃቅ ሰበይቱ ዘምጸኣሉ ኣገልጋሊ ኣብርሃም መን ይበሃል? ሐ ሂልቃና ለ ኢሊ ሐ ኤልኣዛር። ሐ ኣልኣዛር ኢልኩም ዝመለስኩም ምሉእ መልሲ ይኾን ኣሎ ማለት እዩ። ራብዓይ ኣምላክ ብዘርኢ ኣብርሃም ኩሎም ኣህዛብ እንታይ ከም ዝኾኑ እዩ ተዛሪቡ። ሀ ክጠፍኡ፣ ለ ክባረኹ፣ ሐ ክፍተኑ ኣምላኽ ብዘርኢ ኣብርሃም ኵሎም ኣህዛብ እንታይ ክዀኑ እዩ ተዛሪቡ? ሀ ክጠፍኡ ለ ክባረኹ ሐ ክፍተኑ ለክባረኹ ኢልኩም ዝመለስኩም ምሉእ መልሲ ማለት እዩ። ሓምሻይ ቀድማይ ወዲ ኣብርሃም መን ይበሃል? ሀ ይስሐቅ፣ ለ እስማኤል፣ ሐ ያዕቆብ። ለ እስማኤል ኢልኩም ዝመለስኩም ምሉእ መልሲ ማለት እዩ። ናይ መጀመርያ ወዲ ኣብርሃም እስማኤል ይበሃል። ሻድሻይ በፂሕና ኣለና። ኣደ ይስሃቅ መን ትበሃል? ሀ ኣጋር ለ ኩይጦራ ሐ ሳራ ኣደ ይስሃቅ መን ትበሃል? ሀ ኣጋር ለ ኩይጥራ ሐ ሳራ ሕሳራ ኢልኩም ዝመለስኩም መሊኦ መልሲ ማለት እዩ። ሸውዓይን ናይ መወዳእታን በፂሕና ኣለና። ሰዶም ቅድሚ ምጥፋኣ ክንደይ ኣጋይሽ ወይ ከዓ መላይክቲ ናብ ኣብርሃም መፅዮም? ሰዶም ቅድሚ ምጥፍኣ ክንደይ ኣጋይሽ ወይ ከዓ መላኢክቲ ናብ ኣብርሃም መፅዮም? ሀ ሰለስተ ለ ሓደ ሐ ክልተ። ሰዶም ቅድሚ ምጥፍኣ ክንደይ ኣጋይሽ ወይ ከዓ መላኢክቲ ናብ ኣብርሃም መፅዮም? ሐ ሰለስተ ለ ሓደ ሐ ክልተ ሀ ሰለስተ ኢልኩም ዝመለስኩም ሙሉእ መልሲ ማለት እዩ። ኩራት ቤተሰበይ ናይ ዝሓለፈ ሕቶታት እዚኦም ይመስል ነይሮም። ብጣዕሚ ደስ ብዝብል መልክዑ ድማ ኣብዝሓት ኣሕዋተይ ተሳቲፍኩም ልኹም ጸጋ በረከቱ የብዝሐልኩም እግዚኣብሔር ኣምላክ ቀፅልሉ ብዘለኽምዎ ንዓይ ድማ ኣጆኺ እንዳበልኩም ድኽመተይ ከይረኣኹም ተበረታትዑኒ ኩላትኹም እግዚኣብሔር የኽብረለይ ናበልኩ ሐዚ ድማ ናብቲ ናይ ሎማዓንቲ ሕቶታት ከብለኩም እየ ከምቲ ኣብ መእተዊ ዝበልኩኹም ሐዚ እውን ካብ ቅዱስ ኣቦና ኣብርሃም ኣይወፃናን ዘለና ያው በብክፋሉ ነመቃቀልና ኢና ንሪኦ ኣለና እምበይ ብዙሓት ሕቶታት እዮም እኒውና ማለት እዩ ከምዚ ናገበርና ንንእሽተን ቃል ኣምላክ ክንምገብ ኢና ማለት እዩ ክቡራት ቤተሰበይ ካብ ኣብ ዘይረብሕ ነገራት ምዋል ቢያንስ ካብዘን ሸውዓተ ሕቶታት ሓንቲ ሓደ ሰብ እንተደኣ ሒዙ ብጣዕሚ ደስ ይብል እዩ። ካብኡ ብላዕሊ ከም ትሕዙ ኣይጠራጠርን ግን ከኣ ብውሕዱ ማለት እዩ። ስለዚ ኣነ እውን ንባዕለይ እውን ስለ ዝመሃረሉ ንዓኹም እውን ጽቡቕ እዩ ኢለ ስለ ዝሓሰብኩ እየ ማለት እዩ። ናብዛ ናይ ሎማዓንቲ ሕቶታት ክነብል ቪድዮ ንዘይምንዋሕ ሓቢርኩምኒ ምሳይ ጽንሑ ኩራት ቤተሰበይ ዝኸኣልኩምዎ ድማ ማኩሩ ልበረከት ጸጉ የብዝሐልኩም። እሺ ናይ ሎሚ ሕቶና ቁጽሪ ሓደ ቀድማይ ሰራ ወዲ ክትወልድ ምዃና ምስ ተነገራ እንታይ ገይራ? ሀ ስሒቓ ለ በኽያ ሐ መሰውኢ ሰሪሓ ሳራ ወዲ ክትወልድ ምዃና ምስ ተነግራ እንታይ ገይራ? ሀ ስሒቓ ለ በኽያ ሐ መሰውኢ ሰሪሓ። ካልኣይ ሕቶና ወዲ ኣጋርን ኣብርሃምን መን እዩ? ሀ እስማኤል ለ ይስሃቅ ሐ ኤሳው ወዲ ኣጋርን ኣብርሃምን መን እዩ? ሐ እስማኤል ለ ይስሃቅ ሐ ኤሳው ሳልሳይ ንኣብርሃም ዝባረኾ ንጉስ ሳሌም መን ነበረ? ሀ ኣቦ መሌክ ለ መልከ ጻዲቅ ሐ ፈርዖን ንኣብርሃም ዝባረኾ ንጉስ ሳሌም መን ነበረ? ህ ኣቡመሌክ ለ መልከጻዴቅ ሐ ፈርዖን ራብዓይ ኣብርሃም ካብቲ ዝማረኾ ኩሉ ዓሰርተ ካብ ሚእቲ ወይ ከዓ ዕሺር ንመን ሂቡ? ሀ ንህዝቢ ለ ንሎጥ ሐ ንመልከ-ጻዴቅ ኣብርሃም ካብቲ ዝማረኾ ኩሉ ዓሰርተ ካብ ሚእቲ ወይ ከኣ ዕሽር ንመን ህዩ? ሀ ንህዝቢ ለ ንሎጥ ሐ ንመልከጻዲቅ ሓምሻይ እቲ ኣገልጋሊ ኣብርሃም ርብቃ እታ ቅንዕቲ ሰበይቲ ምዃና ብኸመይ ፈሊጡ? ሐ ጽብቕቲ ስለ ዝነበረት። ለ ነተን ግመል ማይ ስለ ዘስተየት። ሐ ዘመዱ ስለ ዝነበረት። እቲ ኣገልጋሊ ኣብርሃም ርብቃ እታ ቅንዕቲ ሰበይቲ ምዃና ብኸመይ ፈሊጡ? ሐ ጽብቕቲ ስለ ዝነበረት። ለ ነተን ግመል ማይ ስለ ዘስተየት። ሐ ዘመዱ ስለ ዝነበረት ሻድሻይ ንዘርኢ ኣብርሃም ክወርሶ ዝተውሃበት ምድሪ ኣየናይቲ እያ? ሀ ግብጺ ለ ከነኣን ሐ ኣሶር ንዘሪ ኣብርሃም ክወርስዎ ዝተውሃበት ምድሪ ኣየነይቲ እያ? ሀ ግብጺ ለ ከነኣን ሐ ኣሶር ሻውዓይን ናይ መወዳእታን ኣብርሃም ኣብ መንጎ ቤትኤልን ኣየነይቲ ከተማ እዩ መሰውኢ ዝሰርሐ? ሀ ጋይ ለክብሮን ሐ ኢያሪኮ ኣብርሃም ኣብ መንጎ ቤት ኤልን ኣየነይቲ ከተማ እዩ መሰዊ ዝሰርሐ? ሀ ጋይ ለ ክብሮን ሐ ኢያሪኮ እሺ ክቡራት ቤተሰበይ ናይ ለማዓንቲ ሕቶታት ከምቲ ትሰምዎ ዝፀናሕኹም እዩ ነይሩ ፅቡቕ ጌርኩም መልሲ ኣቕሚጥኩም ኣለኹም ትኾኑ ድማ በዓልቲ ሙሉ እምነት እየ ኣብዚ ትሳተፉ ዘለኹም ፀጋ ኣብ ልዕሊ ፀጋ ይዓድልኹም እግዚኣብሔር ኣምላክ ከምቲ ኩሉ ግዜ ዝዛረቦ ናተይ ድኽመት ዘይኮነስ ናይቲ ቃል ኣምላክ ክብሪ ልዕልናይ ዘኪርኩም ድኽመተይ ተይተጻባጸብኩም ኣብዚ ምሳይ ትከታተሉን ዘለኹም ኩራት ቤተሰበይ እግዚኣብሔር ኣምላክ የኽብረለይ ጸጉኡ ድማ የብዝሐልኩም። ቃል ኣምላክ ልበዓልትና ናይ ሕልና ዕረፍቲ እዩ እንተ ደኣ ሰሚዕናዮ ኮይንና እዝንና ደኣ ላብኡ ምባል ኣብኡ እዩ እምበይ እና ኩራት ቤተሰበይ ናይ ሎማዕንቲ ፕሮግራምና እዚኣ ትመስል ነይራ። ብኻሊእ ፕሮግራም ከም ፍቓድ እግዚኣብሔር ኣምላክ እስካብ ንራኸብ እስካብ ሽዑ ሰሰናዩ ንኹሉ ወዲ ሰብ ይኹን።